ሰላማይ ጥዕና ሃበለይ ካብ ኩሉ ኩርናዓት ዓለም ኮንኩም መደባት መረብ ኒውስ ኣብ ምክትታል እትርከቡ ፍትዋት ተኸታተልቲ እሞ እምበኣር ነዚ ሰዓት እዚ ዘወደድናዮም ሓደሽቲ ሓበሬታት ሒዝናልኩም መፂና ኣለና ንምክትታልኩም ንዕደም ተቃውሞታት ምንዋሕ ስልጣን ጀነራል ታደሰ ወረደ እናተጋደደ ኣብ ዝኸደሉ ዘሎ እዋን ዝተፈላለያ ናይ ወረዳ ቤት ምክርታት ተቃውሞታት ኣብ ዘስማዓሉ ዘለዋ እዋን ጀነራል ታደሰ ወረደ ሓዱሽ ናይ መፈራርሒ ትእዛዝ ኣውሪዱ ከም ዘሎ እንታይ ዓይነት ትእዛዝ እዩ ንዝብል ድማ ሓቢርና ክንሪኦ ኢና። ጀነራል ውድን ቤተይ ብዛዕባ እቶም ኣብ ሓራ መሬት ዘለዉ ላዕለዎት ኣመራርሓ ነበር መሪሕነት ሰራዊት ትግራይ ጀነራል ወዲ ኣንጥሩን ኮነሬል ወዲ ራያን ዝምልከት ዘይተጸበናዮ መዘራረቢ ዛዕባ ኣቕሪቡ ኣሎ። ብዛዕባ እዚ እውን ሓደ ነገር ክንብል ኢና። ኣብቲ ዘርባ ከብለኩም። በርንወደን ጥሩነህ ደኣ ናብ ኣብይ ከይዶምስ ምስ ምኾኑ ንበርሀ ከምኡ ክኾኑ ኣብኡ ንነዊሕ ግዜ ክቕፅሉ እዮም ኢለ ክሓስብ ኪኢልካ ናይ ህልኽ ናይ በተኹ ናይ በተኹ እኮ እዩ ናይ ህልኽ ህልኽ ተይሓሰብካሉ ተየስተንተንካዮ ብስምዒታውነት ውሰነ ግብታውነት ግብታዊ ውሳነ እዩ ምካብ ግብታውነተይ ይሓልፍ። ብዙይ ክሓስዩ ይክእሉ እዮም ኢለ ይሓስቦም እዞም ጀጋኑ ኣዚኦቶም ውን ልክዕ ከምታ ናይ ጌታቸው እየ ዝብሎም ኣነ ወዲ እንጥርበሎ ወዲ ራያ ካብቶም ላዕሎዎት ክሻዕታ ዝከዱ ማዓልቲ ናይ ጅግንነት ዋልታታትና እዮም። ጀጋኑና እዮም። ኩሉ ዝከኣሎም ኣብ ምድሓን ህዝቢ ትግራይ ገይሮም እዮም። ብዝኾነ መንገዲ ዘይንናስሐሎም ክሻሕታ ካብ ትግራይ እግሮም ነቂሎም ኣብኣ ዝኸዱላ መዓልቲ ታሪኾም ናይ ወርቂ ቀለም ታሪኽ እዩ ዘለዎም። ታሪኾም ሃርበኛታትን ወለድቲ ሃርበኛታትን ናይ ቃልሲ ኣብነታትን ናይ ትዕግስቲ ናይ ተፃዋርነት ናይ ጽንዓትን ጀግንነትን ተምሳሌት እዮም ናህና እዮም ህዝቢ ትግራይ ታሪክ እንትሰርሕ ቅድሚት ተሰሊፎም ታሪክ እናሰርሑ ታሪክ ክሰርሕ ወለዶ ታሪክ ክሰርሕ ዝከኣሎም ኩሉ ዝገበሩ እዮም ታሪክ ሰሪሖም እዮም ኩለን ጥርሙሳይ ኣብ ኣርመይ ነይሩ እዩ ዝሓ ሰላሳን ሰለስተን ትበሃል ዘላ ደረጃ ኮር እናሃለወት ኣዛዚኣ እዩ ነይሩ ሓዊ ኣለዉ ዝገበርናዮም ፈተንቲ ውግኣት ካብቶም ቅድሚት ተሰሊፎም ኩሉ ዝከኣሎም ዝገበሩ ጀጋኑና ሓደ እዩ ካብኡ ወፂኡ ናብ ደረጃ ኣርማ ኣዛዚ ምስ በፅሐ እውን ኣርማ ሓምሳ ተባሂላ ኣብ ፈለግ ዳዕሮ ትጣየስ ዝነበረት ኣሃዱ መሊኣ ዘይተጣየሸት ናብ ግንባር ከይዱ ኩነታት ኣብ ምቕልባስ ርእዩ ብጽሒቱ ዝተጻወተ እዩ። ኣብ ገለ ገሊኡ ቦታ እኮ ንዓይ ሳሕበ ልቐቕ እናተባህለ እዚማ ናይ ትግራይ መሬት እየ ልቀቕ እምቢ ዝበለ እኮ እዩ። ነቲ ዝተኣዘዞ ሙስዕ ኣሎ ነቲ እምቢ ዝበሎ እዚ እኮ ናይ ትግራይ መሬት እዩ ዝበለ ወዲ እንጥር እዩ። እቲ ልቐቕ ዝብሎ ዘሎ ድማ ሙስዕ ከይዱ ዘሎ እዩ። እዙይ ዝገበረ እዩ ዝገድስ ኣብ ፀለምቲ ዋጊ እየ ኣብ ፀለምቲ ዝተግበረ ውግ ዓርሚ ሓምሳ እዩ ብፀለምቲ ዝነበረ ኩነታት ነቲ ኩነታት ኣብ ምቅያር ካብቶም ታሪክ ዝሰርሑ ዝነበሩ ብፀተኡ ዝነበሩ ተጓድንቲ ኣሃድታት ሓደ እዩ እዙይ ናቶም እዩ ማንም ኣየሕድጎምን። ድሕሪ ሐዚ ድማ ኣብ ምንታይ እዮም ክውድእዎ ኣይፍለጥን። ቦቲ ከይደምዎ ዘለዎ ድዮም ክውድእዎ ወይስ እቲ ትግራይ ህዝቦምን ላዕላውነቶምን ንምኽባር ዝጀመርዎ ቅዱስ ፍትሓዊ ህዝባዊ ቃልሲ ንስኹም ኣለኡ እዮም ክሓስቡ ወይስ ንሱ ክዘርግኦ እዮም ክሓስቡ? ዝተጋደልሉ ዓመት ክቖጽርዎ እዮም። ሕዚ በጺሖምዎ ዘሎ ዕድመ ድማ ክቖጽርዎ እዮም። ተቓውሞታት ምንዋሕ ስልጣን ጀነራል ታደሰ ወረደ እናተጋደደ ኣብ ዝኸደሉ ዘሎ እዋን ዝተፈላለያ ናይ ወረዳ ቤት ምኽሪታት ተቓውሞታት ኣብ ዘስምዓሉ ዘለዋ እዋን ጀነራል ታደሰ ወረደ ሓዱሽ ናይ መፈራርሒ ትእዛዝ ኣውሪዱ ከም ዘሎ ዝበፅሐና ዘሎ ሓበሬታ የመላኽት ኣሎ። ከም ዝፍለጥ ኣብ ዝሓለፈ ሒደት መዓልታት ኣብ ኣዲስ ኣበባ ከይዱ ጀነራል ታደሰ ወረደ ድሕሪ እቲ ናይ ሓደ ዓመት ናይ ስልጣን ዘመኑ ዘቕረቦ ሪፖርት ናይ ሓደ ዓመት ናይ ስልጣን ግዚኡ ከም ዝተናወሐሉ ብኣብዪ ኣሕመድ ኣቢሉ ብዕላዊ ዝኾነ ፌስቡክ ገጾም ናይ ቀዳማይ ሚኒስትር ገጽ ማለት እዩ ከም ዝተቓልዐ ዝዝከር እዩ። በዚ መሰረት ከኣ ኣብ ትግራይ ዝተፈላለዩ ዓይነት ርእይቶታት ናተውሃቡ እዮም ዝርከቡ። ነዚ ስዒቡ ከኣ ካብ ህወሓትን ካብ ካልኦት ናይ ትግራይ ዘለዉ ናይ ወረዳታትን ካልኦት ቤት ምኽርታትን ዘለዉ ኣመራርሓታትን ኣባላትን ተቓውሞታት እናተሰምዑ እዮም ዝርከቡ። በዚ መሰረት ድማ ኣስታት ዒስራ ዝኾና ወረዳታት ናይ ትግራይ ኣብ ልዕሊ ጀነራል ታደሰ ወረደ ዝተውሃቦ እቲ ንቐፃሊ ሓደ ዓመት ዝኸውን ስልጣን ከም ዝተቓወማ እዩ ዝንገር ዘሎ። ነዚ ስዒቡ እዩ ከዓ ድሕሪ እቲ ተቓውሞ ዝመፅእ ዘሎ እቲ ናይ ህወሓት እውን ካልእ ዓይነት መግለፂ ክወሃብ ከም ዝኾነን ነዚ ናይ ስልጣን ምንዋሕ እዚ ክቕበሎ ከም ዘይኽእልን እዩ ተፈሊጡ ዘሎ ብቲ ናይ ግዜያዊ ምምሕዳር ፕሬዚደንት ኮይኑ ዝሰርሕ ዝነበረ ኣማኑኤል ኣሰፋ ኣቢሉ እውን ሕዚ ካልእ ዓይነት መፍትሒ ዝጠልብ ናይ ጀነራል ታደሰ ወረደ ናይ ሓደ ዓመት ናይ ስልጣን ምንዋሕ መፍትሒ ክኸውን ኣይኽእልን፣ ትግራይ ካሊእ ዓይነት መፍትሒ እዩ ዘድልያ ኣብዚ ሰዓት እዙይ ክብል ከም ዝተናገረ እውን እዩ ዝዝረብ ዘሎ። ነዚ ስዒቡ እዩ ድማ ሕዚ ህወሓት ነዚ ነገር እዚ ብ ተቃውሞ እናገለፀቶ ትርከብ ኣብ ሰዓት እዚ ከዓ እቲ ናይ ጀነራል ታደሰ ወረደ እቲ ሕጋዊ ናይ ሓደ ዓመት ፃንሒት ሎማዕንቲ ዝተወደአ ኮይኑ ሎማዓንቲ ያው እቲ ዘሎ ኣብ ትግራይ ዘሎ ሓደሽ ነገራት እቲ ናይ ቀፃሊ ናይ ሓደ ዓመት ናይ ጀነራል ታደሰ ወረደ እቲ ናይ ምንዋሕ ውዕሊ ወይ ከዓ ምንዋሕ ስልጣን ከም ዘይቕበልዎ ዝወፁ ዘለዉ ሓበሬታታት እናመላኽቱ እዮም ዝርከቡ ነዚ ድማ ሓድሽ መግለፂ ከውፅእ ከም ዝኾኑ እዮም ብካልኦት ኣክቲቪስታት እውን ዝወፁ ዘለዉ እቲ ዝወፅ ዘሎ ሓበሬታ እውን ካልእ እቲ ናይ ተቃውሞ ኣብ ትግራይ ዘሎ መሪሕነት ካብ ድሕሪ ሕዚ እቲ ዓመቱ ኣቋሪጹ ስለዝኾነ ዓመቱ ኣእኺሉ ስለዝኾነ ንድሕሪ ሕዚ ክቕጽል ኣይኽእልን ጀነራል ታደሰ ወረደ ንድሕሪ ሕዚ ክመርሐና ኣይኽእልን እናበሉ እዮም ዝርከቡ። ክቡራት ተኸታተልቲ እቲ ብጀነራል ታደሰ ወረደ ዝምራሕ ግዜያዊ ምምሕዳር ኣብ ዝሓለፈ ዓመት ዝገበሮም ተግባራት ምንም የለን፣ ምንም ክፍጽም ኣይከኣለን ዝብሉ እቶም ተቓወምቲ ሕዚ እውን ነቲ ንሓደ ዓመት ዝቕጽል ዘሎ ድማ ኣብ ልዕሊ ህዝብና ሞት ፍርዲ ምፍራድ እዩ ክብሉ ከም ዝገለጽዎ እዩ ዝዝረብ ዘሎ። በዚ መሰረት እዩ ድማ ሎማዓንቲ ሓደ ዓብይ ዝኾነ መግለፂ ክወፅእ ከም ዝኾነ ስታሊን ገብረስላሴ የቃልዑ ዘሎ ክቡረት ተኸታተልቲ። ትልቅ መረጃ ነው የምሰጣችሁ መቶ በመቶ ርጀት አድርገውታል። ነገ ደግሞ የሚጠበቅ ስብሰባ አለ ሌላ ወሳኝ የሚባል ኃይል ግን ወሳኝ የሚባል የትግራዩ ወሳኝ የሚባለው ኃይል ዛሬ መቶ በመቶ የወድ ወረደ የአብይ አህመድ ሹመት መበተው መበተው ሪጀክት እንዳደረገው ማረጋገጫ አለን እና ያቀረበው ሪፖርት አንደኛ አይታወቅም። በጣም የሚያበሳጭ ነው። ኣብ ምንባር ንሎማሕት ዝነበረና ምድላው ኣብዛ ዚምና ኣለና እዚ ምድላው እንተፈቲኹሞ ላይክ ገበርዎ ከምኡ ድማ ሳብስክራይብ እናገበርኩም ቤተሰብ ኩኑ ክብለኩም ይደሊ እንተ ኣነ ግን ሎማሕት ዝነበረኒ ምድላው ኣብዛ ዚም ኣለኹ ሰላም